ሰላማት ኣብና ሎም መደብና ካብ ንሪኦም ኤርትራ ክትኣቱ ኣይነፍቅደላን ኢና ወይ ከዓ ኤርትራ ክትኣቱ መን ኣፍቂድላ እስኻ እስኻ መን ኢኻ እስኻ ወይ መን ኢኺ ንስኺ ኣነ ንደቂ ኣስመራ ኣብ ውሽጠይ ካብ ደቕየመሎም ነዊሕ ገይረ ኮንሰርታት ይኸይድ ቅር ድብል ወደ ኣስመራ ይመፅእኒ ኤርትራ ከ ኣብታ መዓልቲ ናፅነት ሲ ብግፋ ይሕባ እዚ ኮነ እንዲ ታሪኽና ኣብ መዓልቲ ናፅነት ግፋ ስለ ዝኾነ እቲ መንእሰይ

እዚኦምን ኣብዚ መደብ እዚ ብሓደ ክንርኢና ሰናይ ምክትታል ሰላማት ሰላም ሰላም ናት ዩቲብ ቻናል እዚ ፍቕሪ ዝወሃቦም ተኸታተልቲ ልማዓት እውን ብጣዕሚ ደስ ደስ ዝብሉ ቪድዮታት ሒዘ ተመይሰ መፂእነኹ ብጣዕሚ መምህርትን መዘናግዕትን ከምኡ እውን ቁም ነገር ሓዘን ዝኾኑ ቪድዮታት ሒዘኹ መፀኒኹ እታ ቪድዮ ላይክ ገይሮም ጀምርዋ ላይክ እስከ ኣትገብሩ ክፅበይኩም እዩ ላይክ ግበሩ ላይክ ጽቡቕ ሰው ናብ ቪድዮና ቅድሚ ኸድና ሰብስክራይብ ምግባርም ይትርስዑ ኤኒ ኮመንት ሃሊኩም ኮመንት ምግባር ኣይንረስዕ ንኸላ መደብ
ኣለዉ ገለገለ ሰባት ብመልክዖምን ብቕርፂ ሰውነቶምን ዝምክሑ ነበርቲ ኮይኑ ዝስምዖም ዘይወድቁ ንኹሉ ግዜ እንደብለጭልጩ ኮይኑ ዝስምዖም ሰባት ኣለዉ ኣብ ገለ ገለ እዋናት ብመልክዕ ርዩ ዘፍቅር ብቁመና ርዩ ዘፍቅር ሰብ እውን ኣሎ እዩ እዚ ግን በራሳ እዩ ወደቓ እዩ መልክዕ ፈራሳይ ቁመና ፈራሳይ እዚ ዋል ሓንቲ ትርጉም የብሉን እስኻ ዘገድሰካ እቲ ዘይበርስ ልቦና ትሕትና ክብሪ ፍቕሪ እዩ ዘገድሰካ ንወዲ ሰብካ እዚ ዘይበርስ ዘለኣለም ምስኡ ዝነብር በዘይ ዝወል ሓንቲ ዋጋ የብሉ ጽባሕ ንጎ ጽብቕቲ እያ ጽቡቕ እዩ ኢልካ ኣቲኻዮ ምስ ዝባላሹ ክትጸልኦ ኣብ ባራሩባ ዘጋጠመት ጉዳይ ክዕለካ እያ ማለት እዚ ኣንታ እንታይ ትብለን ዘሎ እንታይ ነራኽብ ኣለዎ ምስ ናተይ ናትካ እንታይ መስልካ ዞማ እዚ ኣዴታትና እንታይ ይብላ ንዕልቲ ሕማም ኩርምቲ ምሽ ከምኡ ግን እቲ ጌጋ እዩ ዞማ ሓሳድ ጉማማ ኣዝማ ክባሃል ኔርዎ። ጣሶ መጽናዕልካ ንዞማታት ዘጋጠሞም ጸገም ንገሮ ንዞማ። ኣያ ባረሩባ ዘጋጠመ ነገር ከዕለካ ባሲ መምሃሪ ኮነካ ከይዕላል ሕጂ ባረሩባሲ ትዞማ ኢለ ዕገርግራ ቱራይ እኮ ኣብቲ መርዓ። እንታይ እዩ ዞማ ገለ። ዞማ ማለት ከምዚ ስኻ ንሰበይተይ ሓዋ። ከምኡ ማለት እዩ ከማኻ ማለት ዞማ ዝበሃል ሓሳድ ጉማማ ከማኻ ሕጂ እቲ
ዞማ ምስ ኣገርገረ ተረዲኣና ኣ ቴሌፎን ጥራይ እዮም ደዊሎም ተረዲኣና ተዘይፈ ካብ ምፅኡ ትወድስ ዋላ እንተኳ የክል መን እቲ ዞማ እዚ ዞማ ካራ ቃዕ ኣብ ክሳዱ ተረዲኣና ሕጂ ዞማ ሕጅበይ ኣሎ። ዞማ ትሕቲ መሬት ኣሎ እቲ ውራይ ግን ተካይዱ እዩ ተጸንቢሉ እዩ። ቀጽል። እንታይ
ኮማ ሓንስኩም ትብሉ ለይ ትወስዱ። ከምኡ ማለት ዶ ኣይኮነ ግን እንታይ መሰልካ እዚ እቲ ቀዳማይ መንገዲ መራዳድኢ ነጥቢ እንድሕር ኣብካ በቲ ካልኣይ መንገዲ ክንራዳዳእ ኢና ማለት እዩ ንገሮ ናይ ጎዳይፍ ናይ ጎዳይፍ ኣብ ጎዳይፍ ኣነ ተረዳላ እቲ ዞማይ ዘዕገርግራ ኣብኡ ከኣ እዚ ንሓፍተይ እዚ ድርባይ ንሓፍተይ

መን ኢኹም ንስኻትኩም መጀመርያ ኣነ ሕቶ ኣለኒ ሲ ገጽኩም ኣይረአ ገጽክን ወላ ዝረአ ቋቂቋ ዝበልክን ሸውዓተ ዓሌትክን ሒዝክን ዝወጻኽን ኣረገውቲ ገለ ገዛ ከፊትክን ገለ መለ ትጻረፋ ትውዕላ ሲ ኣነ ሓዘነን ይውፅኣለን ኢለ እንዴ ግን እስኻትኩም ሲ ንመን ኢኹም ተፍቅዱሉን ዘይተፍቅዱሉን መጀመርያ ደረጃ እንታይ ዝበሃል ኣብዚ ቲክቶክ ሕጂ ኣነ ክኣቱ ከለኹ እዚ ታሽሙ ግበሪ ኢልኒ ቫሪፋይ ግበርዮ እቲ ቲክቶክ ናትኪ ምዃኑ ሲ ኣርእና ኢሎምኒ ብናተይ ኮ ኣቴና ኣብዚ ቲክቶክ ማለት እዩ ኣብ ዓዲ ወረቐት የብልካ ኣብዚ ወረቐት የብልካ ወረቐትካ ተመንጢልካ ንባዕልካ ቫሪፋይ ዘይተገበርካ ኣብ ህዋት ከም ንፋስ ኣብ ህዋ ትኸይድ ዘለኻ ምድረ ፋራሲ ንኣዱ በዚ ኣተወት በዚ ወፀት ክትብልሲ ቁርብ ኤርትራ ከ ኣብታ መዓልቲ ናጽነት ሲ ብግፋ ይሕባ እዚ ኮነ እንዲ ታሪኽና ኣብ መዓልቲ ናጽነት ብግፋ ስለ ዝኾነ እቲ መንእሰይ ይሕባ እቶም ካብ ፎርኤን ዝመጹ ኸ ኣብ ካቴድራል ክልተ እግሮም ኣመሳቂሎም ካሜራ ሒዞም ችርስ ያ ጀማዓ ንጭረም እቲ ኸኣ ብናብራ ይጭረም እቲ ኸኣ ናብራ የጓይዮ ንዕሶም ብላዛኛን ፒሳን ፒሳ በልዑ ላዛኛ በልዑ በጊዕ ሕረድ እታ ወዳ ውትድርና ዝኸደት ደኸ ምስክነይቲ ርእሳ ተደርሚማ ወዳ ክትጽበ ትሓድር ይዋኣያ እታ ወዳ ኣብ ገዛኣ ዘለኸ ወዳ ከይወስዱላ ተሸቑሪራ ትሓድር ከይግፈፍ ከይእሰር እታ ሓንቲ ደኸ ኮሎኬ ሒዛ ኣብ ዓዳ ቤት ሪጋ ተሰሪዓ እታ ሓንቲ ስድራኸ ወደቃ ሰለስቲኦም ካብ ደገ መጺኦም ፍጭራሕ ትብላላ ትበልዕ በጊዕ ኣዕተብል ዱድ እንታይ ትብሎ ዝድዑል ወድቕ እታ ሓንቲ ሰበይቲ ኸ ኮሎኪ ሒዛ ኣብ ዓዳ ቤት ወሪዳ ተሰሪዓ፣ እታ ሓንቲ ኸ ወዳ ብለይቲ ተኣሲሩ ተጨዊ ተሰዊሩ መዓስ ይመጽእ እንዳበለት ዘይንሳ መሲራ ሀ ማዳ ጌራ፣ እታ ሓደ እቦ ኸ ኩሎም ደቁ ተሰዲዶም ዝሓርሰሉ ስኢኑ ምስኪናይ ድፊ ይብል፣ እታ ሓደ ስድራ ኸ እዋ እቲ ሓደ ብሰሃራ ሞይቱ እቲ ሓደ ተኣሲሩ ከማዶ ትብል ኔራ እታ ሰበይቲ ኣብዛ ናይ ኣለና ወልተ ሃገር መደብ ኣበይ ኣለዉ ደቅኺ ኢሎማ እቲ ሓደ ተሰዊኡ እቲ ሓደ ተኣሲሩ ከማለት ትብል ነይራ ሓሲእ እዚ ኮይና ኣብራና ከምዚ ገይሩ መሪር ቃንዛ ኣሎ ኣብ ዓለም ኣብ ዓለም ከምዚ ዓይነት ስቓይ ሪኢኹም ትፈልጡ እዚ እንዶ ኣይኮነና ኣብራና ኣብ ኤርትራ እኮ ሰብሎም እኮ እንታይ ገደሸካ ብለካ ሓደ ነፋጥ መፂ ስቕ ዘይትብል ስቕ ንኽንብል እኮ እዮም ዝመኽሩና ስቕ በል ትብል ኣማን ዓርከይ ዝዘርጋሓ ሰምዕ ነይረ ትማሊ ታይ ገድሽካ ስቅ ዘይትብል ታይ ገድሽካ ስቅ ዘይትብል ዋ ሕራይ ስቅ ደኣ ንበል ስቅታ ስሞ ከተውግሓልና ድያ ኣይተውግሓልና ክንዲ ዓመት እንዲ ስቅ ተባሂሉ ክንዲ ዓመት እንዲ ብስቅታ ተሓሊፉ ከም ደምስን ንቓንዙ ህዝቢ ኤርትራ ንውሽጡ ንውሒጥዎ ሎሚ ደኣ ክንዛረብ እምበር ወዮ ተዛሪብና እኮ ተተፈትዮ ስቕበል ብዝብሉ ሰባት ግን ዓመታት እዚ ስርዓት ገቢሉ ስለዚ ሲ እዚ እዩ እቲ- እቲ- እቲ- እቲ- እቲ- እቲ ምፅማም እንዳበሉ ንህዝቢ ኤርትራ ዘፅመምዎ እዚ እዩ ነይሩ ፃ- ፃሙ ፃማ ህዝቢ ኤርትራ ግን እዚ ይኮነን ፃማ ደቂ ስዋኣት እዚ ይኮነን ፃማ ተጋደልቲ እዚ ይኮነን ፃማ ኣስቴር ዮሃንስ እዚ ይኮነን ፃማ ሰናይት ደበሳይ እዚ ይኮነን ጆሽዋ እዚ ይኮነን ፃማ መንእሰይ ኤርትራ ፃማ ህዝቢ ኤርትራ ፃማ ኤርትራዊት ማህፀን እሱር ቤት ኣይኮነን ምሽክዕላል ኣይኮነን ሕና ንኢትዮጵያ ኤርትራዊት ማህጸን ወዳ ኣርባዕተ ሓሙሽተ ዓሰርተ ደቃ ዘሰወ ታደስ ኣብ ኢንተርቪው መጺኻ ብዛዕባ ኢትዮጵያ ትልፍልፈላ ብዛዕባ ኢትዮጵያ ከመይ ውዒልኩም ዞም ኣሕዋተይ ማዕበደ
ዓይኒ ናይ ሬኒ ኬኮ ኣይ ኣታ ሕብሪ እውን እኮ መልሲ እዩ ኣድናዕና ይመስለና ዋ እቲ ናትኩም መዓልኩም ምባር ሕብሪ ወይ ሽም ኣለዎ ድዩ ዞም ኣሕዋተይ ስለ ዝበልክና ናይና
እንታይ ደኣ ክብለኩም ኣኮታተይ ገደደ ዋይ ንስኻትኩም ስገለ ክትዛረቡ ኢኹም እዞም ደቂ እምበር ትብላና እ ኣነ ደ ውሊደኩም ኪዱ እቶም ዘወለዳኹም ከምኡ በላኹ ወላ ኣዋ ጎረቤትና ካብ ማማ ዝብለት
እዋይ ኣቶም ኣሕዋተ ያሰቢደኩም ዶ መዓት ፀሊኦኩም ኮይነ ግን ታርጋንሲ ኣብዛ ጥቓይ ክትቀርብ ኣይደልን እየ እዞም ደቀይ ስለ ዝበልክና ናበ ንሰሪክንሞ ዋእ ኣይ ከም ኣገረ ሳላ ዝኸድኩ እንደ ክሳዕ ሕጂ ጸኒሐ ዶ ኣለኹ ግዲ እምበር መሳቶይ ደኣ ምርኩሶምን እግሮም እንደ ምፍልላይ ስኢኖሞ ዶ ኣለዉ ኣየይ ብቐዳማይ እንድያ ሓንቲ ምለሰ ትበሃል መሓእዛይሲ ነቶም ደቃስ እንተ ተቐንዝየ እምበር እንተ ተቐንዝየ እምበር ተቐንዝየ እምበር ናለት ተኻኻቢላት እቶም ደቃ ከዓ ተሸጊሮም ምስ ኣደ ኣብ ምንታይ ክዩ ክደርዝዋ እንድዮም ደልዮ ምእጋራ ኣብ ምንታይ ክዩ ድሕመኪ ደሎ እስከ ንገርና ነቲ እግራ ከይትህቦም እንድያ ነቲ ምርኩሳ ከምዚ ገይራ ክበል እታን ገንደ ጸልያታ ጸልያታ እንደ ዓይነ እንዲ ኣብዮ ኣይ ልቢ እውን ኣይገደፈን ግንሲ ዓይንኻ ተኣቢካ ስምካ ኮንካን ትጋገይ ክንደይ ትዛረብታ ሰበይቲ ደልኩምኒ ዋላ ናሰና ፈተኩና

እንተነፊዕኩም ከ እቲ ናይ ዩኒቨርሲቲኻ ትምልስዎ ዶ? ክንደይ ወጺዕኩም ንስኹም ከ? ዋይ ሓሙሻይ ስደፊነያ እየ ብፍታዋ ኢሉ እኳ ዝፅዋዓኒ ዘይብለይ ብልጫ ተደይ ኮይኑ ብፍታዋ ኢሉ ዝፅዋዓኒ ይብለይ ብፍታዋ ዲሽም ክም ብልጫ ኣይ በቲ ቀዳማይ ቀዳማይ ዝወፀን ነበርኩ ደኣ ከምዚ ሳጓ ብልጫ ኢሎምን እምበር ኣቦይን ኣደይ እንዳሃቡንስ ፍታዋ እዩ ፍታዋ እየ ሽመይ ብፍታዋ እንታይ ማለት

ዋይ ሕራይ ዞም ኣሕዋተይ ዋይ ኢታ ጋንዳ ኮይኑ እኮ ዘረባይ
ደቂ ሰገነይቲ ትህልዋ ዶ ትኾና ኣብዚ ናተይ ተኸታተልቲ ኣቲ ምቁራት ፍጥረት ብዘይ ቀልዓለም እዛ ቪድዮ ኔክስት ዳልያ ደለኹ ምስ ራኣኹስ ንዓኽን ዘኪረ ሳዋ ኔረ እየ ስደት ኔረ እየ ከማኽን ስነ ስርዓትን ጠባይን ዘለዎ ገጢሚኒ ኣይፈልጥን እዩ ሓንቲ ወጭማድ ወንጫር ገንጫር ጓል ሰገነይትስ ገጢማትንስ ኣይትፈልጥን ካብ ምንታይ እቲ ምስጢር ፍሕሮ ኣለኹ ግን ኣይፈለጥኩዎን ክሳብ ሕጂ ማለት እዩ ብጣዕሚ ስነ ስርዓት ዘለክን ጠባይ ኣብ ርእሱ ማለት እዩ ሕፍረት ከ ማይ ጉድነስ ካብ ምሕር ሓፋራት ምዃንክን ዝተላዕለስ የድለክን ደለኹ ኦንላይን ደለዉ ኣብ ሜሰንጀር ፌስቡክ ሲ ቅንዕ ኢልክን ክትርእዮም ስለ ዘይትኽእላ ኦፍላይን ትጥቀማ ኮይኑ ይስምዓኒ ብሕፍረት እኮ እዩ

ለከሲ ብእሾኽ ዝተኸብብክን ኢኽን ኣብቲ ሰገን ኢቲ በቃ ጽጌረዳ ኣብ ማእከል ቃልስኽን ጽጌረዳ ኣንብሊቨብል።
ንኣምላኽ ክትረኽቦ ተትበቅዕ እንታይ ኢልካ ምሓተትካዮ? እዋእ ኣንታ ሰብ ዝተጸልየልኒ ኣሎ ኩሉሻ ምስ ረኸብክዎ እንድየ ብጸሎት እንታይ ድዩ እሱ ይትርግም በቃ ይህበካ ከኣ ሂቡኒ ከኣ እዩ እግዚኣብሔር ይመስገን ኩሉ ግዜ እኻ ትረኽቦ ኩሉ ግዜ እኻ ይህበብካ እዩ ኣይትተሃወቅ ጥራይ ኣመስግን ከኣ እቲ ዝህበካ መኣሱ ኮይኑ እሱ ይፈልጦ እዩ ኣታ መኣት ነገር እዩ ዝህበካ እቲ ብልብኻ ብውሽጥኻ ከም ኣምላካ ዝቀርብካ ኣሎ ድዩ ንክትረኽቦ ቀረባ ኦፊስ ኬድካ ጸሓፊ የብሉ ገለ የብሉ
ዳሻይ ትቆጽሮ ኣይድብለሉ ኣብ ዘለኻዮ እንዳኸድካ ዋላ
ጸሎትካ ተምዕራግ ጥራይ እዩ። ቀሰ ብዙሕ ኣባህላታት ኣሎ ሰይጣን ኣስሒትኒ ዝብል ኣባህላ ኣሎ ሰይጣን ድዩ መሳሕቲ ወይ ሰብ እዩ ናብ ሰይጣን ከይዱ ዝስሕት እ- እዚ እዚ እኮ እኩብ ኢነርጂ እዩ ካብቲ ስድርኡ ካብቲ ኣተባባያ ካብቲ ፅልዋ ካብቲ ገለ የምፅና ሴጣናዊ ኣተሓሳሰባ መጀመርያ ሴጣን ብቀንዱ ርሱስ እ፣ ናይ ሰይጣን ፕሮግራማት እንታይ እንታይ ናይ እግዚኣብሔር ፕሮግራማት ከ እንታይ እንታይ ምስ ብፕሮግራም ንርኣየ ናይ ሰይጣን ክፉ ምሕሳብ ኣንተ ሕስድና ጠንቆል
ወረ ሕሜታ እዚታት እንተ ኢልካ እኮ ሰይጣን እሱ እዩ እቲ ናቱ ኤነርጂ ናይ እግዚኣብሔር ግን ትሕትና ፍቕሪ ዝበልናዮ ተስፋ ምርድዳእ ሕጂ እቲ ሴጣናዊ ባህሪ ኣለዎ ወይስ እግዚኣብሄራዊ ባህሪ ኣለዎ ፕሮግራም ንምልላይ ናይቲ ሰብ ወዲ ባህሪ ኢኻ ትሪኦ
ስለዚ ሰማይ ሴጣን ኣይኮን ዘስሕት ኢና ንብል። ናቱ ኤነርጂ ዝም ኢልካ ገለ ኣይኮነን እቲ ኣብ- ኣብ ወዲ ሰብ ኤግዚስት ይገብር ደቂ ኣንስትዮስ ማራ ዝፈትዋ ምኻእ ወሳኒ ነገር እዩ

ወሃይል ኩንቱ ጽልሙት ረዲሕረይ ወኣነ እንተ ዝጸለልኩስ ረዲሕረይ ትጽለሉ ጽቡቅ ኣይኮነን። ህጂ ገሊኦም ዘይወዳእና ኢልኩም ዓስዓስ ትብሉ ኣለኹም። ጽቡቅ ኣይኮነን። ጽቡቅ ገረ ከወዳእኩም ኢልኩም ካይትሓስቡ ምውዳእ የለን። ፊኒሽ ዚስ ፊኒሽ ማን ዚስ ፊኒሽ ኢቲ ኢቲ ኢስ ፊኒሽ ሃምቦፍ ኢስ ፊኒሽ ሃምቦፍ ኢስ ኖቲንግ ኖቲንግ ሃምቦፍ ኢስ ኣውት ሃምቦፍ ኢስ ኣይግበሮ ደኣ እምበር ሰለስተ ኣማራፅታት ተትህልዋኻ ክትሕሱ ክትሰርቕ ወይ ከዓ ብጥሜት ክትመውት እንታይ ምመረጽካ መብሬ? እንታይ ሰለስተ ኣማራጽታት ኣለዋኻ ንኽትነብር እወ ህይወትካ ኣብ ፈተነ ኣትያ ኣላ እወ ንኽትነብር ሰለስተ ኣማራጽታት ኣለዋኻ ክትሕሱ እንተ ሓሲኻ ትነብር ኢኻ እንተ ሓሲኻ ትመውት ኢኻ ማለት እዩ እወ ወይ እንተ ዘይሰሪቕካ ክትነብር ኢኻ ክትመውት ኢኻ ተሰሪቕካ ከዓ ክትነብር ኢኻ ወይ ከዓኒ ብጥሜት ክትመውት ኢኻ ኣይነይቲ መረፅካ
ኦኬ መቸም እንታይ መስለካ ዋይ ጨብጠኒ ሕቶኻ እታ ትኾርምየንስ መፅያ ዋላ ሓንቲ ንዝኾነ ሰብ ሓቲትካ ዶ ትፈልጥ ከምዚ ማለት እስኪ ሓደገኛ እዩ እዚ ክሳይ እንዲ ዝገብረ ሕጂ እንታይ መስለካ ሰለስትኡ ብፍላይ እቲ ክልተ ኣይከውንን ብሕብረተሰብና ውግድ እዩ እንታይ ዳ ከምዚ ደስ ደስ ከኣ ይብለካ ኣብ ገሊኡ ስርቂ ዶ ትሓይሽ ወይ ምሕሳው ዶ ትሓይሽ ኢልካ ዝበለካ ወይ ሓሱ ወይ ስረቕ ወይ ብጥሜት ትመውት ኣነ እኮ ናተይ ምርጫ መሪፀ ኣለኹ ይነግረካ ወድዓ ንሱ ደኣ ኣንታ ተድርብየለይ ዘለኻ እታ ኩዕሶ እዋ ሕጂ እኮ ተጋጣጢምና ኣለና ሓንቲ ፀማቑይቲ ስዋ ነራሲ ሎሚ ካብ ደቂ ምሓረ ኣነ ንዓይ ዘጉህየንሲ ትብል ንሳ ሰብ ንዓይ ምፍላጡ ይኮነን ከምቲ ንሱ ንዓይ ዝፈልጠኒ ይፈልጦ ምዃነይ ዘይምፍላጡ እዩ ዘብህየኒ እዩ ምክንያቱ ሰብ እንታይ ዝብል ኩሉ ግዜ ፈልጦ እየ ነዚ ደኣ ፅቡቅ ገራይ መዓንጥኡ ዝፈልጦ እየ ዝብል ይፈልጠኒ እዚ ዝገብሮ ዘለኹ ዝንቀሳቀሶ ዘለኹስ ይፈልጠኒ የሽኩዕ ኣለኹ እዩ ዝብል ዘሎ ሰብ ሕጂ ተፋሊጥና ኣለና ተጋጣጢና ኢና ዘለና ኣብ ገለ ሕቶ ናብ ገለ እንትኸዱ ሕጂ እንታይ እያ ሰለስተ ምርጫ ሂብካኒ

ያእ ክቡር መራሒ ዳሞ ጽናሕ እባ እሞ ሽግረይ ሽግረይ ክነግረካ ሽግረይ ክነግረካ ጽናሕ ክቡር መራሒና ሽግረይ ክነግረካ ከይትቀዳ ዝባን ሕጊ ዝባን ሕጊ ለካ ዝባን መንግስቲ ሽግረይ ክነግረካ ያ ኣሪተይ ነሪኣ ፍቅር ተረዳኻኒ ብፍቅር ቀደም ያ ኣልቢሳትኒያ ባድላ ክዲናትኒያ ሸላዓርከይ ፈለማይካ ክትመፅእ ከለካ መን ተቐቢልካ ህዝቢ እንዲ ተቐቢልካ ንዓይ ፍቅራ ተቐቢላትኒ ገባር ጽብቅቲ እያ ተርዳካኒ ሓቂ ዘረባ ካብ ልብያ ክትመጽእ ከለካሲ መን ተቀቢልካ ሸላ ዓርከይ ተርዳካኒ ሰብዩ ተቀቢልካ ሽዓ ስለ ተቀበለትኒ ናይ ክልተ ድያ ክልተ ወርሒ እያ ክዳን ገዚኣትለይ ካብዚኣ ንላዕልስ ታይ ኣሞ ክትገብረለይ ሸላ ዓርከይ ብኣ ዝጀመረት እያ ክልተ መዓልቲ ገዚኣትለይ እያ ኣብዚ ዝግዛእ እዚ ከምዚ ገርካ እዩ ዝእቶ እዚ ከምዚ ገርካ ዝልበስ ስለ ዝበለትኒ ተረዳካኒ ጓሪዳትኒ ሸላ ዓርከይ ኣብዚ ድኣ ክትሕግዘኒ ኣለካ እምበር ክዳንካ ክትቀድድ ንመን ክትሕጉስ ክትሕጎስ እንድያ ሕደስ ሸክማ ሎማዕንቲ ግዜ። ያሞ ክትሕጎሳ ኢልካስ ክትቀዳ ኣብዚኣ ታይ ትማሃረኒ። ንሓግዘካ ኣማን ሓሳበይ ከማን የካፍለካ ገለ እንተሃልዩ ንገለ የካፍለካ ያ ገንዘብ ኣብዚኣ እንተሃልዩካ ኣካፍለኒ ንገርካ ዳኣምበር ንተሓጋገዝ።
ኣዋሪዳትኒ ሓንቲ መዓልቲ ስለ ክዳን ዝገዘትለይ ሓንቲ መዓልቲ ምሳኣ ስለ ደቀስኩ ሓንቲ መዓልቲ እያ ክሳዳ ስዒመያ ነረ ተርዳካኒ ክሳዳ ስዒመያ

ባእ ጉድል ተሓሰብክዮኸ ምሸትስ ምሳኺ እየ ግድብ ኢልክን እው ኖኖኖኖ ዝኾነ ስራሕ የብለይን ዋዕ ዝኾነ ስራሕ ነቲ ቆልዓ ወላ ግሽ ኢለ ገለ መልእኽቲ ሂበ ናብዚ ኸረን ገለ ገፀይ ክሰዶ እየ ዳሓን ሕራይ ቤብ ሕራይ ቤብ እሺ ኣላቪቱ ኣይ ሚስ ሲቶ ኣይ ሚስ ሲቶ እወ ሕራይ እሺ ሕራይ ፍቅረይ ሕራይ ፍቅረይ ቻው እወ ኣይ ኣይ ዘረባኣ ክጥዕም ብእውነት ኣይ ዘረባኣ ክጥዕም ዋይ ጉሽ ሓወይ ብሬ ቤብ ቤብ ከም ዘመኑ ኢኻ ትኸይዳ እንታ ኣምጉሽ እንታይ ኢኻ እንታ ፋራ ተቐይርካ ከም ዘመኑ ኢኻ ትኸይድ እሞ እስኻ ቤብ ክትብልሲ ኣነ ዳኣ ቤቢ እንድያ ክትብለኒ ጸኒሓ ቤበይ ክትብለኒ ጸኒሓ ኣነ ከኣ ቤቢ እብላ ኣይ ላቭ ዩ ትብለኒ ኣይ ላቭ ዩ ትብላ ኣይ ሚስ ዩ ትብለኒ ኣይ ሚስ ዩ ትብላ ኣይ ኒድ ዩ ትብለኒ ኣይ ኒድ ዩ ትብላ እንታይ ዳኣ ደሊኻ ዳኣ ቱናትኻ እኮ እያ ደላ ዓዲ ህዋ ይፍረድካ ምቁሸ እወ እንታይ ስኺ ነየድልፍልፍ ዘለኹማ ስቂለ እየ ድልፍልፍ ደለኩ እወ ንጉስ ሓው ለይቲ መርዓው ግን ንስካ እ ለይቲ መርዓው ክውዳይ እያ ንስ እሺ ክውዳይ እየ እንታይ ክምርዕ እስኻ ግዳይ ለይቲ ምርዓው ንቡር እኳ እዩ ሰበይቱ ዝሞተቶ ሓንቲ ከምፅእ ንቡር እዩ ፀገም ዘለዎ ኣይኮነን ምስታ ሓንቲ ምስታ ሓንቲ ምኻድ ግን እንታይ ኣምፅኦ ዶ ወይ ብራወይ ሰብ ሎሚ እኮ ጸገም ደለዎ ኣይኮነን ዳባር ክኣቱ ከሎ ተታሓሒዝካ ትኸይድ መዕልል ባህሊ የለን ኣለኻ እንዶ በርሄ እወ ጽቡቕ እንዲኻ መዕለሊ እወ ጽቡቕ እንዲኻ ኣብ ጣውላ ደለኻ እንታይ ትዛረብ ኣለኻ ኣውላዕ ክሳቡ ደብተይ ኢዚ ምስ በሉ ይብለካ ኣሎ እወ እ? በርሄ ምስ በሉ ሳይለቁኒ ነይሩ ከመይ ኢሉ ኩርፍ ባካ ኣይትርድኦምን ከማን ዳሓዳ እ? ካሳ በጽሑ ይብለካ ኣሎ ሓንቲ ቆልዓ ንእሽትለይ ጠሚተ ኣለኹ ምስኣሲ ክውዳእ እየ ክርእየካ እወ ኣንታ በርሄ ኣንታ ሕፍረካ ኢታ ኣንታ ኣነ ንደቂ ኣስመራ ኣብ ውሽጠይ ካብ ድቕየመሎም ነዊሕ እየ ገይረ ኮንሰርታት ይኸይድ እየ ቅር ድብል ወዲ ኣስመራ ይመጽእን እዩ ኣብቲ ኮንሰርት ካሊእ ሓደ ፓስተር ኣዝዩ ዓቢ ፓስተር ሓወይ መታዕቢተይ እንኳዕ ኣንታ ሄኖሲ ከምዚ ተዛሪቡ ተጻሪጉ ኢሎም ሰዲዶምሉ እቲ ሊንክ ማለት እዩ ብጣዕሚ ስለ ነፋቶ እንታይ ኢሉኒ መጀመርያ ናብ ጸሎት ይኣትዩ ኢሉ ጸሎት ድሕሪ ምግባር እቲ ቪድዮ ከፊተዮ ኢሉኒ ብምልኡ ንስኻ ዘይኮንካ ትዛረቦ ነበርካ ብመንፈስ ብሓቂ ክበሃል ዘለዎ እግዚኣብሔር ብመንገድኻ ኢሉ ኣሎ ከምኡ እዩ መልእኽቲ መፂኒ ስለዚ ትኽክል ኢኻ ኣይትሰከፍ ወላ ሓንቲ ኣይተጋገኻን ሕጂ ክነግረካ ጣዕ ኢሉ ምስ ቆረፀሉ ኣብታ ናይ ፔናልቲ ሕረር ኢሉ ተረዳና እቲ ሰኛሊስት ኣብኣ ከሎ ባንዴሩ ኣውፃፅኡ ሸጥ ምስ ኣበሉ እቲ ማእኸላይ ዳኛ ኣይረአ ነይሩ ሕጂ ብስክሪን እዮም ድሪኦ ሪኦ ከለካ ስሕብ ስሕብ ስሕብ ባይሎም ስክሪን ቃዕ ኢሎም መን ታጊኽናካ ኢና ንጎም ዝቕፃወተልና ዘለኻ

ንስኻ ዳፌኔሊ ወርሓዊ ደሞዝ ገይሮምልካ ድዮም ምሸት ምሸት ክትሕንፍፎ ትሓድር ዘለኻ? ይሳ ኸሊ ኸሊ እታ ኩዕሶ ዝርእሰ ብዙሕ ኣይጨርምን እዩ። ሙሉእ ምሸት ምስ ኩዕሶ ትርኢ ተምሲ ኣብ ካፈ ኸድካ ካፑሽኖ እንዳደጋገምካ ኢኻ ብዛዕባ እቶም ተጻወቲ ክትካታዕ ተምሲ። ደሓር ከኣኒ ድሮግባን ፖግባን ሓደ ኣይኮኑን። ደሞዝኻ ኢኻ ሓደ የምልከኒ። እውይ ብውካሓሓድ። ወ ከማይ ኣነ ከማይ ሰማይ።
ይሁዳ ዕባቐ ኮልታፍ ንመን ቅድሚ ዓራት ምድያብካ ግን ክምርዓወኪ እየ እባ ሓዳር ክገብረልኪ እየ እባ ኢኻ ትብለኒ ነይርካ እንታይ ደኣ ደሊኺ ቅድሚ ዓራት ምድያበይ ደኣ ከምኡ እንድዩ እንታይ ደኣ ካብ ዓራት ምስ ወረድኩ ግን ነገራት ተቐያየሩ እንታይ እዩ ዝቀየር ኣይና ኢኻ ትቀየር ኣታ ሓፍተይ ስምዒተይ ተቐያይሩ ኣብ ዓራት ምስ ወረድናስ ምሳኺ ምንባር ዝበሃል መደብ ኣይነበረን ተረዲእኪ ዶ
ሕጂ እንታይ ብሕፅር ዝበለስ ኣታሊለኪ እየ ዲኻ ትብለኒ ዘለኻ ኣታሊለኪ እየ ኮንኩን ዝብለኪ ዘለኹ ከምቲ ኩሎም ኣወዳት ቅድሚ ዓራት ምድያቦም ድብልዎ ከምኡ እየ ኢለኪ። ሕጂ ሓጻር ዘረባ ምሳይ መደብካ እንታይ እዩ? ስምዕኒ ዝኾነ መደብ ድበሃል ኣይነበረን። ጠባይ እንተ ደኣ ጌርኪ ግን ቀለብ ቆልዓ ክኣ ኣያቤክና።
ቀለብ ቆልዓ ክትከፍለኒ? እሱ ከማን ጠባይ ተጌርኪ ክገርመኪ ክትፈልጥ ኣነ ናይ ገንዘብ ጸገም የብለይ ሓይሎም ሓወይ ደው ይበለለይ ከዓ ናይ ገንዘብ ሽግር ትበሃል የብልና ጽቡቅ ጽብቅቲ እዚኣኻ ምሽ ናይ ገንዘብ ሽግር ትበሃል የብልኩም እሞ ንዓይ ሰላም የድይ ትቡኒ ምሽቶ ሰላም ናይ ሰብ ዘረጋስ ሰላም ድላ ኣታ ክንደይ ክኽደፍር ኢኻ ወዲ ኣታ ሓፍተይ መን እዩ ሰላም ከም ዘርጎ ንስኻ ኣታ ንስኻ ካብ ክንደይ ደለይቲ እያ ትሪፍካ ደይኮንካን ዘርሞ ዘርሞ ገዲፍካኒ ዘለኻ ንዓኽስ መን እዩ እስከ ደለይክ እስከ ንገርኒ መን ደለይክ ንዓ ሓደ ወይ ክልተ ደይኮነስ ሽሕን ሚእትን ከማን ከምቲ ዓንጃል ሓባኢሎም ሓውኻ ኾኑ ስነ ስርዓት ግበር ሓየሎም ሓወይ መላዕልትኻ ኣይኮነን ሽሙ ከይተልዕሎ። ኣቲ ታይ እዚ መላዕልተይ ክኸውን ምሽ መላዕልተይ ክኸውን ወዲቑ ጸኒሕና ኣየልዕሎን እዚ ትደግማ ዲኻ ኣብ ቅድሚኡ እንታይ ትደግማ ዶ እዛ ዘረባ
ኣይተፈራርሕና ካብ ቀስ ኢልክ ተዛርቢ ደሓር ከዓ ሓየሎምን ዓብለሎምን ገለባ ፈላለዩ
ዝኾነ ዝተዛረብካዮ ነገር ደጊምካ ኣይትፈልጥን ኢኻ ኣታ ሓፍተይ ደሓን ስሞግረፍ እዮ ብሕፅር ዝበለ ሕጅስ እንታይ ግበር ትብልኒ ኣለኺ ፅቡቕ

ጾይና ንሳሎ ከምዚ ናይ ሰብኣይን ሰበይትን ገለ ናይ ንሱ
እታ ክትብላ ጥራሕካ ስከድ ከማ
ጾይና ንሳሎ ከም ዝበልኩ ሃይ በቃ ይህን ይህን ገለ ኣላላት ገለ ብዛዕባ እንታይ ዝብዘሎ ስራ ሓሙሽተ ሚእቲ ሽሕ ካሕሳ ክበኩም እየ ገለ እዩ ትብል ዘሎ ዲነይ ጠባይኪ እምበር ካልእ እኮ ሽኮር እኮ ኢኺ ሓቂ ዘረባ ጠባይኪ ግን ኣብ ጥቓ ትኪ ዘሎ ቆልዓ ኣይተብክዩ ሓቂ ዘረባ ብኣካል ይኹን ኣብ ላይፍ ብኣካል ድዩ ላይፍ ኩሉ ኩሉ ሓደ እዩ ዳርጋ ኣብ ኣብ ላይፍ ካልእ እንዲኺ ኣብ ላይፍ ዳርጋ ናብ ካልእ እንስሳ እዩ ዘብል ኣነ ዶ ይብል ኣሎ ሓደ ከዓ ዝፈልጠኪ እዩ መስለኒ ዋ እንታይ ኢኻ ኮንካ ሕር በል ክንዕል ኢና ወዲ ሸው ዋ እንታይ ከም ኣሕዋት ኣይትረኣሉ እዩ የለና ምሕንሳብ ድላይካ ክትገብር ትኽእል ኢኻ ግን ያ ንዕሊ ኢና ሰው ድነይ ወየ
እንታይ እሞ ክብል ቃላት እንዲ ሓፂርኒ ኣነ ባይዘወይ ከምዚ ተቀየምኩልክ ግን ተረዲእክ ዶ ኩሉ ነገር
ሕጂ ብዛዕባ ዝሰት ኣይንዛረብ ውሽጢ ንዳውለ ኣቢኻ ምሽ ብዛዕባ ዝሰት ኣይንዛራረብ ከም ኣሕዋት መፂና ኣለና ንኣሕዋት ኣይንግበር ንግደፎ በቃ ዝሓለፈ ሓሊፉ እዩ ካብ ሎማዓንቲ ሃይልና ንጀምር ንላለ እስኪ ኣነ ንስኻ ወዲ ሃይለ ኧረ
ኣነ ዲያና በሃል
ዲያና ትበሃሊ እዎ ምሉእ ስምኪ ደኣ ዲያና ተኽሉ ቃልኣብ በሃል ኣብ ተሰነይ ተወልደ ዓበየ እህ

ኣብኡ ትኸይድ ትፈልጠን ዶ እናትረክብ ገለመለ ሰሓቦ ክተቶ ንሕቤካና ምዕጉርትኻ ሃበና ክንክይሰካ ስእሊ ሓደ ሓደ ንውሰድ መዘከርታ ገለብላ በዓል ስኽን ትኹሪ ኣሽዑ ንዓኻን ከነቀባጥር ገለ ኬፍ የብሉ ንዚ ከማኺ ኣብ ፍግራ ይጠመለኽ ዋይ ሲልጣስኻ ናይ ምካን

ስለዚ ሕጂ እቲ ዝሰሚዑ ዘሎ ሓበሬታ ካብቲ እትሰርሐሉ ህንፃ እዮም ፖላይስ መፂኦም ወሲዶማ ልክዕ ኣብ ስክሪን ኣብቲ ፎቶ ከም ዝረኣኹሞ ብከምዚ መልክዕ እያ ተወሲዳ ሰብ ንሳ ክትውሰድ ከላ ካሜራ እንዳሰኣለ ሞባይል ኣውፅኡ ሓበሬታ እንዳኣከበ እዩ ዝርኣ ነይሩ ማንም ዝበፅሐላ ሰብ ኣይነበረን ወይ ድማ ንዓኣ ጠበቃ ኮይኑ ዝከታተለላ ናበይ ትወስድዋ ኣለኹም ዝብል ሰብ ኣይነበረን ምኽንያቱ ዝተወሰኑ ኤርትራውያን እዮም ኣብ ኣዲስ ዘለው ንሳቶም እውን ነንባዕሎም ቦታ ኣለዎም ኣብታ ኣዲስ ኣበባ ትበሃል ከተማ ነናባዕላ ክፍለ ከተማ ስለ ዘለዋ ኣብ ብዙሕ ክፍለ ከተማታት ስለ ዝተበተኑ ምክንያቱ እውን ንስርሖም ዝቐርቦም ቦታ ብዋጋ እውን ርክስ ዝበለ ገዛ ክራይ ዘለዎ ቦታ ስለ ዝመርፁ ነንባዕሎም እዮም ተበታቲኖም ዝነብሩ ማለት ከም ዝሰማዕኩሞ ደቂ ዓበይቲ ንኣድያም ነገር ብጣዕሚ ብዙሓት ሰባት እናሻቐለይ ዝርከብ ከምኡ እውን ሓደ ሓደ ሰብ ኣድያም ኣብ ኣዲስ ኣበባ ከም ዘየላ ኣብ ኡጋንዳ ከም ዝኸደት እዩ ዝፍለጥ እዮም ዝብሉ ከምኡ ግን ኣነ ከም ብቐዳማይ ዝሰራሕኩልኩም ኣይተረጋገፀን ኢለኩም ነረ ከዚ እውን ብዙሓት ሰባት እናደጋገሙ እናሰርሕዎ ይርከቡ ኣድያም ተኣሲራ እያ እንዳበሉ ከምኡ ግን ተዘሚታት እናናበሉ እዮም ዝሰርሑ ዘለዉ ከምኡ ግን ስካዕ ከዚ ምንም ዝተፈለጠ ነገር የለን ሰብ ኣዝዩ እዩ ዝፈትወካ ኣመስግን ኣምላኽ እንታይ እቲ ምስጢር ንዓና ከኣ ክፈትውናስ እንታይ እቲ ምስጢር ምስጢር ደኣኒ ትሕትና ትሕት ኢልካ ዘልዕለካ ፈጣሪ ስለ ዘሎ ኩሉ ግዜ ትሕት ኢልካ ተኸድካ ኩሉ እዩ ደኽብረካ ይፈትወካ ኩሉ ነገር ማለት እዩ ድሕን ኣነ ኣነ ሰኢልካ ደየድሊ ባህርታት ጌርካ ከዓኒ ብመንፅር ልክዕ እታ ትሕትና ትድፈር ንሕማቅ ነገራት ዋላ ኣብ ኣእምሮኻ ደየለ ጸቅጥታት ትፈጥረልካ ገለ ሕጂ ንኹሉ ነገር ብሰናይ ነገር ብሰናይ ዓይኒ ጠሚትካ ትሕት ምባል ውጽኢት ናይዚ ኩሉ ነገር ናተይ እዩ ኢለ ስለ ዝኣምን ኣነ ተመስገን ኣምላኽ ኣነ ትሕት ኢለ ስለ ዝኸይድ ውጽኢት ናቱ ከኣኒ ኩሉ ሰብ የኽብረኒ thank you። እሺ ደቂ ዓበይቲ ናይ ሎሚ መዓልቲ መደባትና እዚኤን ይመስላ ኔረን።